ሰላም ክቡራት ኣሕዋት ከመይ ፀኒዕኩም ሓንደ ፀኒዕኩም ከመይ ኣሎ ኣብዘ ዘለኹሞ ሰናይ ወሰላም ንዓኸትኩም ይኹን ሕጂ ውዒ ዜና ወይ ሓድሽ ነገር እዚ ቪድዮ ንሰርሐሉ ዘለና ምክንያት ቅንፀላ ፈተና ቅንፀላ ንስዩም ተሸመ ኣብ ዝግበረሉ ዝነበረ ውዲት ብበዓል ጉጅለ ሳሞራ እቲ ብደገ እተወጠነ ኣብ በዓል ሳሞራኸ ትብዓት ረኺቡዶ? ስዩም ተሸመ ኣደብ ክገብር ይኽእልዶ? ካልኦትን ብቪድዮ ተሰነየ ክንሪኦ ክንፈትን ኢና። እቲ መደብ ኣብ ደገ ናይ ዘለዉ ንስዩም ተሸመ ቅንጸላ ክገብሩሉ ዝደለዩ ሓይልታት ብቐጥታ ምስ ሳሞራ ረኺቦም ተሌፎን ብምድዋል ነቲ ቅንጸላ ዓዲሞሞ ኣለዉ። እንታይ ክምልስ እዩ ክንርእዮ ኢና። እዚ ግን ከመይ ኢሉ ተረኺቡ? እዚ ሪከርድ እዚ ካብ ሰሞራ ድዩ ተረኺቡ ዋላስ ካብቶም ኣብ ደገ ዘለዉ እዩ ተረኺቡ? ካብ ሓደ ናይ ስለያ ሓይልታት ናይ ጸዓዱ ትካል እዩ ተረኺቡ። እዞም ናይ ጸዓዱ ትካል ብቐጥታ እዚ መደብ'ዚ ንስዩም ተሸመ ብኣካል ሂቦሞ ኣለዉ። እቲ ዘረባ ዝርርብ ናይ ትግርኛ እዩ። ኣብ መንጎ ክልተ ተጋሩ ዝግበር ናይ ዘረባ ወይ ናይ ተለፎን ዘረባታት እዩ ማለት እዩ። ስለዚ ናብቲ መደብ ክንከይድ ኢና። መን እዩ ሰሞራ? እዚ ሰሞራ። ደህና ነርኩም
ኣቡይ ወልቀታይ እዩ። ኦኬ ኣቦይ ወልቀታዮም ግን ኣብ ብቆልዓ ከለኹ ስለ ዝሞቱ ገና ሽዱሽተ ዓመት እዮም ከለኹ ስለ ዝሞተ ዝፈልጦ ታሪክ ብዙሕ

ገድሊ ስለ ዝጠርነፎ ኣብቲ ውትድርና ወታደር ስለ ዝነበረ ኢታማዦር ሹም ዝኾነ ናብቲ ዝለዓለ ናይ ወታደራዊ ናይ ኢትዮጵያ ደረጃ ዝበፅሐ ንዝኾነ ሕብረተሰብ ድንጋፀ ዘይብሉ ናይ ሕብረተሰብ ሓድነትን ናይ ሕብረተሰብ ፍቕርን ዘየብሉ ኣብ መንጎ ኤርትራን ኢትዮጵያን ልዑል ናይ ኲናት ተኽእሎ ክህሉ ከም ዘለዎ ኣብ መንጎ እዚ ክልተ ህዝቢ እዚ ብዙሕ ደም ክፈስስ ካብ ዝገበሩ ሓደ እዩ ማለት እዩ። ዕሱብ ናይ ብልጽግና ኮይኑ ድማ ብገዛእ ህዝቡ ዘድሚ ዘሎ እዩ ሕጂ። ስለምንታይ ንከምኡ ዓዲሞሞ ኣይተረድኣኒ ግን እቲ መደብ ንሱ እውን እንታይ ይምልስ ክንሪኦ ኢና። ስዩም ተሸሜ ብኣንደበቱን ብትሪከርቱን።

ላይክ ለምሳሌ አሁን ወሬውን የሚያወራው ሰው
ተሓዋዊሱ እንዲ ወላ ስዩም ዘውርዮ ዘሎ ወላ ሓንቲ መትሓዚ ክህሎ ይክእል ንሳሞራ የድንቆ የብለ ንዓይ ግን ቶም ዘቀባጥርለይ ዘብልለይ ሰባት ወላ እቲ ዝብሎ እውን ጠርኒፉ ንምባል ብሰንኪ ኩቱር ራዕድሲ ጠርኒፉ ንምባሊሱ እዩ ክትቃለስ ተደኣ ኮንካ ትስዋእ ምዃንካ ፍሉጥ እዩ ስዩም ኣፉ ዘርጊሑ ወይ ከዓ ኣፉ ዘልዚሉ ካብ ዝዛረቡ ሰባት ሓደ ፍቆዱ ዓውደ ኩናት ክኸውን ከሎ ብቲ ዓውደ ኩናት ዝሽቅጥን ዝዛረብን ሎቑማፅ እንተልዩ ኮይኑ ስዩም ክዛረበሉ ከማን ኣይግባእን እዩ ክስዋእ ኢሉ እንድሕር ደኣ ሓሲቡ ክገብሮ ዘለዎ እዩ ክገብሮ ዘለዎ ኣበይ ኣሎ ትብዓት ሕጂ ተሌፎን ደዊሎም ጥራሕ ስለ ዝተዛረብዎ ክሳብ ክንድዚ ዘረብኡ ጠርኒፉ ክሳብ ዘይዛረብ እዩ ኮይኑ። ብምልጋፅ የሕሊፍዎ ግዜ። ብምልጋፅ ህይወት መንእሰያት ኢትዮጵያውያን ዝሓልፍሉ ዝነበሩ። ቁፅሪ ዘይብሉ ስድራቤታት ዝፈናቐላሉ ዝነበረ። ኣብ ፍቖዶ ናይ ኢትዮጵያ ዘሎ ኹናት ክበራታዕ ካብ ዝገብሩ ባርያ ናይ ብልፅግና ሓደ እዩ። ከመይ ሕጂ ጥራሕ ተሌፎን ደዊሎም ክቕተል ምዃኑ ብናይ ስለያ ናብ ኢዱ ስለ ዝበጽሐስ ክሳብ ክንድዚ የዛርብ። መን እዩ ንሱ? ሰብ ክቕትልን ሰብ ክቕተልን ንሰብ ዘቕትል ነገር ከጓህህር እንከሎ ኢዱ እዩ ክስሕብ ነይሩ። ስለዚ ክሳብ ክንዱ ይፈርሕ ይርዕድ ኢለስ ኣይሓሰብኩዎን። ለካስ ምሽት እዩ ዋጋ ዘይብሉ ብጽብጽ።

ደብረፅዮን ክቐትለኒ እዩ፣ ደብረፅዮን ክወግደኒ እዩ፣ ተጋሩ ከምዚ ክገብሩን እዮም ድቃስ ዘይብሉ ይሓድር ማለት እዩ ፃሕፃይ ብጣዕሚ እዩ ዝገርም ኣብ ሚድያ ወፅኢ ከ ንምንታይ ይዛረባ መሰረታዊ ነገሩ ሕራይቲ ናይ ደገ ናይ ትካል ፃዕዱ ስልያስ እቲ ሓበሬታ ብዝኾነ ዘሎ ናይ ሎሚ ናይ ሳይበር ተኽእሎታት ወይ ናይ ቴክኖሎጂ ኣድቫንስ ተጠቒሞም ንዕኡ ጠሊፎም ሂቦሞ ኣለዉ ተጠንቀቕ ክኸውን ይኽእል ትምሃብ ንምንታይ ግን ካብ ምጥንቃቕ ሓሊፉ ናብ ሚድያ ዝኣክል ወፅዩ ፍለጡለይ ኣነ ጅግና እየ ክቐትሉኒ ዝሓስቡ እዮም ከምዚ ዝሓስቡለ እዮም ንምባል ድዩ? ብኸምዚ ጅግንነት ኣይስራሕን። እቲ ዝኽድመሉ ዘሎ ስርዓት ብልጽግና እውን ስዩም ኣይኮነን፣ እቲ ኣዛዝየ እዩ ዝብሎ ወይ ከኣ መራሕየ እዩ ዝብሎ እውን ክቕኒ ከም ዘይኮነስ ክርዳእ ነይርዎ። ግን ስዩም ተሸመ ናይ ዘበንና ጽሉልን ፈራሕን ሰብ እዩ። ክረውን እያበዘ ያለ እሱ ነው የማይቀየረው ለማንኛውም ዝም ብሎ ነው የላከልኝ ሰውየው

ሳሞራ እምቢ ማለቱ አይደለም።
እቲ ጻዕዳ ዝለኣኸለይ ኣብ ርእሲ ሳሜራ ቂም ክሕዝ ወይ ድማ ንሳሜራ ንሳሞራሲ ገለ ናይ ስለላ ገለ ክጠቕሞ ኢሉ ይኸውን ይኽእል ግን ኣነ ምስ ሳሞራ ቂም የብለይን ንምንታይ ደኣ ኣምጺኻዮ እንተ ኢልኩምንሲ እዚ ለውጢ እዚስ ክሳብ ክንደይ ዋጋ ንኸፍለሉ ምህላውና ክፈልጥ ስለ ዘሎ ዋጋ ኢና ንኸፍለሉ ክንብል ኮልና ስቀሊል ከም ዘይኮነ ባስታ ዘይንስኻ ምምሳል ዘይዓቕምኻ ምዝራብ ዘይኮነ ምቑጽልጻል ንሓደ ገበነኛ ወይ ድማ ንሓደ ሰይጣናዊ ስራሕ ተኸቲልካ ዓስብኻ ምብላዕ ኩሉ ግዜ ሃህ ኢልካ ብደም ደቂ ሰባት ክትምገብ ከለካ ሓደ መዓልቲ ጓህሪ ክትኩልስ ምዃንካ ዘይምግንዛብ እዩ ኣነ ዝሪኦ ዘሎ
አንድ ጋዜጠኛ ምናምን ብሎ እዚህ ውስጥ አልገባም ማለት አይደለም።

ታይ እሞ ክገብሩ ኢልካ ኢኻ።
ለይትልክሞ ሓበን ለይትኾነና በይዛኻ ህዝቢ ላፀረፍኻ እቲ ክብረት ላይ ትግራዋይ እባ እታ ሰሞራ በይዛኻ ተጋደልካሎ እይተረስዕ
ስማዕኒ ዶ እ ንቀደም ርግእ ኢልካ ተዛረብ። ሐራይ ክሰምዓካ እየ ይቕሬታ።
መዓት ጋዜጠኛ እንዳተፀረፈ እዩ ዝውዕል።
እሱ ብተለይ ኹሉ ጽንዓ ጽንዓ እንዶ ጽንዓ እንዶ
ስዩም ተሸመ
ጸርፊ ንኹሉ ይጸርፍ ንትግራዋይ ይጸርፍ ሓድሽ ኣይኮነን ካብ ቀደም ኣትሒዙ እዩ ካልኦት ሜድያታት እውን ንኣሕዋቶም ንተጋሩ እንዳጸለሙ ዝውዕሉ ስለዚ እዚ ሜድያ እንድዩ

ተወግእ ክጅመር ከሎ እውን እኮ ኢሎም እዮም እንታይ ኢኻ ሓድሽ ነገር ትገብሮ ዘለኻ። ኣንታ እማ ንሕና መጥስ መቸስ እዚ ሰብ እዚ ኣዕጢቅና ትግራወይ የኮናይ ከምዚ ኢሉ ክባጭወና ኣብኡ ለለው ተግራዎት ኣዕጢቅና ገንዘብ ከፊልና ከነውቅጦ ኢና እምበር እዚ ለይሕሰብ እዩ።

እና አሁን ምንድ ሰምታችሁታል። ከዛ በኋላ ይሄ ብዙ ማወራበት አለ። በቃ ለውጥ ሂደት ውስጥ እንደዚህ ነው የመጣ ነው ብዬ ለማለት ያለ
ትናይ ለውጥ ሲ በዚ መፅ ክብለኩም ኢለ ተቃሊስና ኢና ማለት እዩ። ሰሞራ እንታይ ይመሊሱ ካብ ደገ ዝደወለ ትግራዋይ እንታይ ይህልዎ ኣነ ንህዝብና ዝወርድ ዘሎ ሰሚዕኩም ኢኹም ክውገድ ኣለዎ ኢልዎ ግበሩ ንስኹም ግበሩ ኣነ ግን ብውልቀይ ፈሪሐ ኢልዎ ሰመረ ፍርሒ እያ እዚኣ ደው በሉ ኣገባብ ኣይኮነን ክብሎ ነይርዎ እንተ ደኣ ሓቀኛ ኮይኑ ናይ ሰላም ናይ ፍትሒ ኮይኑ እቲ ቅትለት ዝፅልኦ እቲ ሕማቅ ነገር ዝፅልኦ ሰብ ኮይኑ ኖ ጀነራል እዚ ኖእ ብኸምዚ ዝፍታሕ ነገር የለን ንዕኡ ክንረዳድእሉ ንኽእል መንገዲ ምርዳእ ካሊእ ኣገባብ እንተልዩ እዩ ተዘይኮይኑ ግን እዚ ቅቡል ኣይኮነን ክብሎ ነይሩ ንስኹም ግበሩ ክነወግዶ ኢና ብካልኦት ሰባት ጌርና ምስ በሎ እንታይ ይብሎ ኣሎ ንስኹም ግበሩ ኣነ ግን ፈሪሐ ንስኹም ግበሩ ኣነ ግን ባርያ ናይ ኣብየ ከምቲ ዓንተቦ ኣብ መእተዊ ዘርእኹኹም ኣነ ወልቃይት ጸገዴ ኣቦይ ወሊድኒ ብድሕሪኡ ወዲ ሽዱሽተ ዓመት ታሪኸ ኣይፈልጥን እዩ ኣቦይ ወዲ ሽዱሽተ ዓመት ከለኹ ስለ ትትርኽ ኣደ እውን ኣይነበረቶ ቤተሰቡ ብጭቡጥ ዝፈልጥ ኣይመስለንን ሓውቢ ኣሎ እሞ ያለ ዝብል ኣይመስለንን ተዝህልውዎ ነይሮም ታሪኹ ዋላ ምስ ዓብየ እውን ክሓትት ፀገም የብሉን መቸም ማንም ሰብ ቤተሰብ ዘይብሉ የለን ሳሞራ ግን ታሪከይን ኣተዓባብያይ ወይ ከዓ መበቆለይን ኣይፈልጥን እየ ብምባል እዩ ወዲእዎ ሓቂ ክነግረካ ኣቦይ ወዲ ሽዱሽተ ዓመት መትዩ ወላ ሓንቲ ታሪክ ኣይፈልጥን እየ ዝነግር ቤተሰብ የብሉን ብጭቡጥ ከትግራዋይ ድዩ እዚ ንዝምባል ሕቶ ስለዚ ንህዝቢ ትግራይ ተገዲሱ ክቃለሰሉ ኣይክእልን እዩ። ድልው ኣይኮነን ምስቶም ተጋሩ እዚኣ ስለ ዝኾነት ሕጂ ነብሱ ክዕቁብ ስለ ዝደለየ ባርያ ስለ ዝኾነ ኣብ ትሕቲ ኣብይ ከዳሚ ስለ ዝኾነ ኣብዚ እዋን እዚ ኣብቲ ናይ ህዝቢ ትግራይ ጥፍኣት ግን ብቐዳምነት መፅዩ ናይ ሳልስቲ እዩ እዚ ጉዳይ እዚ እቲ ኩናት ጥራሕ ንጀምሮ እዩ ዝብል ነይሩ ንጀምሮ ነጥፋኣዮም ንመን ንቲ ናተይ ዝብሎ ህዝቢ ንቲ ትማሊ ጀነራልነት ማዕርግ ዝሃቦ ህዝቢ ደቂ ትግራይ ተሰዊኦም እዮም ናብ ጀነራል ደረጃ በፂኦም ደቂ ትግራይ ተሰዊኦም እዮም ኣብዚ ሓላፍነትን ኣብዚ ከምዚ ዓይነት ህይወትን ክበፅሕ ዝኽኣል ንዚ ህዝቢ እዚ ደቁ ተሰዊኦም ንዕኡ ክንደግሞ ኢና ዝብል ዘሎ ሰብ ብፅሩይ ዕሱብ ስለ ዝኾነ እቶም ደወልቲ እውን እቲ መደቦም ዋላ ክተግብርዎ እንተኢሎም ቅኑዕ ኣይኮነን ካብ ቅንፀላ ዝርከብ ፅቡቕ ነገር የለን ግን ዋላ ክገብርዎ ከለውስ ምስ መን እውን ይዛርቡ ፈልጡ ነይሩ እዞም ኣብ ኣዲስ ኣበባ ዘለዉ ከዳዓት ፃድቃን ንበሎ ካልእ ንበሎ ብጃ ከብዶም ናይ ዝኾነ ይኹን ዕላማን መትከል ነይሩ ንሶም ኣብ ስልጣን ንሶም ኣብ ረብሓ ህዝቢ ግን ባዕሉ ይፈልጥ ኢሎም ዝወዱ እዮም ነዊሕ እዮም ሃብቲሞም ካብ ኤርትራን ኢትዮጵያን ኩናት ፃድቃን ክሳብ ዒቕ ዝብሎ ገንዘብ ዝኣከበ ካብ ኩናት ኤርትራን ኢትዮጵያን ህዝቢ ትግራይ ህዝቢ ኤርትራ ካልኦት ህዝብታት ኢትዮጵያ ከ ሓዘን መከራ ናይ ቁጠባ ውድቀት ካልኦት ካልኦት ዒቕ ክሳብ ዝብለን ጥዋዕዋ ኢለን እዞም ሰባት እዚኣቶም እምበኣር ኩሉ ትግራይ ይኹን ኤርትራዊ ማንም እውን ኣላ ኢትዮጵያዊ ይኹን ብግቡእ ናይ ዘበና ሰይጣውንቲ ምዃኖም ከለልዮምን ከስምረሎም ስዩም ተሸመ ይቀንፀል ኣይቀንፀል ዕቡድ ከልቢ ሞይቱ ይሞተን ኢልና ንሰዶ ከም ሰብ ጌርና ይንሰዶ ንስዩም ስዩም ሰብ ኣይኮነን ስዩም ዕቡድ ከልቢ ትሕቲ ሰብ እዩ ሰብ ኢልካ ከተመዓራርዮ ትኽእል ኣይኮነን ዘመዛዝን ሰብ እውን ኣይኮነን ናይ ስዩም ይቀንፀል ቅንፀላ ብሓፈሻ ውጉድ እኳ እንተኾነ ካብ ከምዚ ዓይነት ዝርከብ ነገር እኳ እንተዘየለ ስዩም ዘቕተሎ ስዩም ዘቃፀሎ ስዩም ዘብረሶ ስዩም ዘራሰኑ ሕብረተሰብ ግን ቁፅሪ ይብሉ ስለዚ ንከምዚኦም ዝመሰሉ ጉቡእ መቕፃዕቲ እንተረኸቡ እውን ትድንጉፀሎም ኣይኮንካ ዕቡድ ከልቢ ኣብ በረኻ ከም ዝሞተ ጌርና ንሰዶ ክቡራት ኣሕዋት ንሎማዓንቲ እምበኣር እዚ እዩ ነይሩ ትሕዝቶና ርእቶኹም ሃብሉ ኣብ ኮመንት ናትኩም ርእቶ ክፅበ እየ ኣብ ኮመንት ዝያዳ ንትቡና ርእቶ ንዓና መሃሪ ገሳፂ ብኳታትና መመሊ ንጌጋታትና ምእረም ስለ ዝኾነ ኩሎም ዓይነት ርእቶታት ኣገደስቲ እዮም ንዓና ስለዚ ኣብ ናይ ኮሞንት ቦታ እቲ ርእይቶኹም ክትቡና ክጽበ እየ። ምስዚ ልግብ ኣቢለ እታ ናይ ኣርከበ ቲቪ ድማ ምስዚኣ ክሰዳ እየ ሳብስክራይብ ግበርዋ ኢኹም። ሸር ግበርዎ ላይክ ግበሩ ብላይክ ምስ ጀመርኩም ሸር ሳብስክራይብ ንዚ ሚድያ ይዓቢ እቲ ሓሳብ ከኣ ይዝርጋሕ ተሓጋጊዝና ኢና ንሓቅን ንሰላምን ደው ክንብል ንኽእል ማለት እዩ። ኣብ ትሕቲ ዝኾነ ሰዓት ናብ ሓደ ሰላማዊ መንገዲ ኣብ ንኸደሉ ኢድ ንኢድ ተታሒዝና እምበር እቲ ሓደ ሰቲፉ ተሪፉ እቲ ሓደ ክሓልፍ ዝኽእለሉ መንገዲ የለን። ሰላምና ብምልኣት ኣብ ደገን ኣብ ውሽጥን ናይ ዘሎ ህዝቢ ኤርትራ ቃልስን ምንባብን ስለዝኾነ ናይ ዘለኣለም ሰላም ንምውሓስ ልብን ልቢ ተወሃሂብካ ምስራሕ ከኣ የድሊ ማለት እዩሞ ደጊመ ላይክ ግበርዎ ሸር ግበርዎ ሳብስክራይብ ግበርዎ ኮመንትኹም ኣብ መቐበሊ ናይ ርእይቶ ሳንዱቕ ኣቐምጡልና ኣብ ዘዘለኹሞ ሰሰናዩ ይምነየልኩም የቐንየልና።